ሰላም ክቡራት ተኸታተልቲ ናይዚ ቻነል ከመይ ጸኒሕኹም? ንሕጂ እምበኣር ብዛዕባ ዲፕሲክ ዝበሃል ሓደ ዓለም ከዛርብ ዝቐነየ ናይ ኤኣይ ሞዴል ዝምልከት ንእሽቶ መደብ ሒዘልኩም ቀሪበ ኣለኹ ክትከታተሉኒ ብኽብሪ ዕድም። ዲፕሲክ ሓደ ምዕቡል ቴክኖሎጂ ናይ ኤኣይ ኮይኑ ንኣብ መላእ ዓለም ዘለዉ መሃዝቲ፣ ኣዳለውቲ፣ ተመራመርቲ፣ ትካላትን ውልቀ ሰባትን ተበፃሒ ንክኸውን ተባሂሉ ማለት ብነፃ ተበፃሒ ንክኸውን ተባሂሉ ዝተዳለወ ናይ ኣርቲፊሻል ኢንቴሊጀንስ ሞዴል እዩ ዘይከምቲ ብከም በዓል ኦፐን ኤኣይ ጉግል ወይ ከዓ ማይክሮሶፍት ዝኣመሰላ ናይ ቴክኖሎጂ ግዙፋት ትካላት ዝቆፃፀርዎ ዋንነት ዘለዎም ሞዴላት ዘይከምኣቶም እዚ ናይ ዲፕሲክ ናቱ ኮድን እቲ ኣርኪቴክቸርን ግን ንህዝቢ ክፉት ዝኾነ ማለት ኦፐን ሶርስ ኮይኑ ዝኾነ ሰብ ከዓ ምዕባሊኡ ክጥቀምን ክቕይርን ኣበርክቶ ክገብርን የኽእሎ ማለት እዩ እዚ ኣገባብ እዚ ድማ ኣካል ናይቲ ኣብ ማሕበረሰብ ኤኣይ ዝዓቢ ዘሎ ኣንፈት ኮይኑ ንኤኣይ ዲሞክራሲያዊ ንምግባሩን ተሓባቢርካ ከዓ ንምዕባይ ዓሊሞም ብሓደ ቻይናዊ ኩባንያ ዝተሰርሐ ናይ ኤኣይ ሞዴል እዩ ማለት እዩ ሓራይ እምበር ነዚ ዲፕሲክ ክንጥቀመሉ ከለና መጀመርታ ብራውዘር ንኽፈት እሞ ዲፕሲክ ዶት ኮም ኢልና ንፅሓፍ ጃም ዘንዕዘቦ ዘለና ዲፕሲክ ዶት ኮም ኢልና ምፅሓፍና ነዚ ንሪኦ ዘለና ዌብሳይት ክመፀና እዩ ማለት እዩ ሕጂ ኣብዚ ዌብሳይት ንላዕሊ ምስ ከድና ስታርት ናው ትብል ባተን ኣላ እዛ ዘመልክተላ ዘለኹ ኣብኣ ክሊክ ንገብር ኣብኣ ክሊክ ምስ ገበርና ሕጂ መጀመርታ ክንምዝገብ ክንክእል ኣለና ማለት እዩ ከምዚ እንዕዘቦ ዘለና እዚ ሓበሬታ እዩ መጥቃዕቲ ናይ ሳይበር ይኹን ናይ ማሊሸስ ኣታክስ የጓንፎም ከም ዘሎ እዮም ዝነግሩ ዘሎ ኣብዛ ሳይን ኣብ ትብል ዘላ ክሊክ ንገብር ቀፂልና ኢሜይል ኣድረስና ጽሒፍና ፓስዎርድ የእቲና ድማ ኣብቲ ኢሜል ኣድረስና ናይ ቨሪፊኬሽን ኮድ ክልእኹልና እዮም ኣብኡ ነታ ኮድ ኮፒ ጌርና ኣምፂና ክንምዝገብ ኢና ሕጂ ኣብዚኣ ኢሜል ኣድረስኩም የእቱ ቀፂልኩም ፓስዎርድ ኣብዚኣ ተእትዎ ማለት እዩ ነታ ዘእትኹማ ፓስዎርድ ከዓ ኣብዚኣ ትደግምዋ ኣብዚኣ ምስ ደገምኩማ ኣብዚኣ ሰንድ ኮድ ትብል ኣላ ንዓ ክሊክ ትገብሩ ሕጂ እዚ ቨሪፊኬሽን እዩ ፀገም የብሉን ቨሪፋይ ኢልኩም ክትሓልፍዎ ኢኹም ሃራይ ኣብዛ ኣብዛ ቦክስ ቲክ ትገብሩ ማለት እዩ ከምዚኣ ንድሕር መፅኣትኩም ንዓኻትኩም እውን ካልእ ክመፀኩም ይኽእል እዩ ካፕቻ ዝበሃል ኣሎ እሱ እውን ክመፀኩም ይኽእል እዩ ሕጂ እቲ ቨሪፊኬሽን ኮድ ሰዲዶምና ኣለዎ ናብታ ዘእተናያ ኢሜይል ኣድረስ ኣብታ ኢሜይል ኣድረስና ኣብታ ኢንቦክስ ከይድና ነታ ዝለኣኹልና ኢሜይል ከፊትና ኣብኣ ሓንቲ ኮድ ክትፀኒሓ ቁፅሪ ማለት እዩ ነታ ኮድ ኣምጺኹም ኣብዛ ኮድ ትብል ዘላ ክትመልእዋ ኢኹም ኣብዛ ኣመልኪተላ ዘለኹ ካብታ ኢሜይል ኮፒ ጌርኩም ነታ ኮድ ማለት እዩ ነታ ቁፅሪ ኣብዚኣ ኣምፂኹም ኣብዚኣ ፔስት ትገብርዋ ከምዚ ንዕዘቦ ዘለና ኣነ ሰዲዶምለይ ኣለዉ እዚኣ ይጽሕፍ ኣለኹ ቀጺለ ሳይን ኣብ ትብል ኣላ ቅድሚያ ግን እታ ኮንፊርም ትብል ዘላ እዛ ራድዮ ባተን ንዓ ክሊክ ትገብዋ ቀጺልኩም ሳይን ኣብ ዝብል ባተን ክሊክ ትገብሩ ሕራይ እጂ ተመዝጊብና ኣለና ማለት እዩ ረጅስተር ጌርና ኣለና ማለት እዩ ስለዚ እዚ ዝመስል ናይ ዲፕሲክ ናይ ቻት ኤርያ ማለት እዩ ኣብዚ እታ ኣፕሊኬሽን ናይ ሞባይል ኣፕሊኬሽን ዳውንሎድ ክትገብርዋ እንድሕዳ ደልዮም ነዚኣ ኪር ኮድ ስካን ትገብርዋ ስካን ጌርኩም ክተውርድዋ ትኽእሉ እዮም ወይ ከዓ ጉግል ፕሌይ ኣላትኩም ነቶም ኣንድሮይድ ትጥቀሙ ቀጺልና በዚ ጸጋም ዘሎ እቲ ቻት ሂስትርና ከርእየና እዩ እዚ ከዓ እቲ ሜይን ዊንዶው ማለት እዩ ሕጂ እቲ ሌተስት ዘሎ ሞዴል እዚ ኣርዋን ዝበሃል ሞዴል እዩ ዘሎ ኣብዚ ሕጂ ሰዓት ስለዚ ነዚአን ክልቲኤን ክትፃውጥወን ኣለኩም ክሊክ ክሊክ ትገብርዎን ማለት ነታ ሰርች ትብል ዘላን ነታ ዲፕሲክ ኣርዋን ትብል ዘላን ዲፕቲንክ ኣርዋን ትብል ዘላን ንክልትኤን ክሊክ ግበርወን ሰን ክልትኤን ክሊክ ክትገብርወን ክትክእሉ ኣለኩም ነቲ ዘሎ ኣብዚ ሕጂ ሰዓት ዘሎ ናይ ተስት ሞዴል ክንጥቀመሉ ማለት እዩ ቀፂልኩም ኣብዚ ዝደለኹሞ ምዕላል ማለት እዩ በቃ ምስ ከም ካልኣይ ሰብ ጌርኩም ውሰድዎ ኣብዚ ድሌትኩም ትሓቱ ንኣብነት ዋት ሞዴል ኣርዩ ኢለ ኣነ ፅሒፈሉ ኣለኹ

ሕጂ ልክዕ ከምዚ ምስ ሰብ ትዕልሉ ዘለኹም ኢኹም ኣብዚ ትዕልሉ ማለት እዩ ዝደለኹሞ ክትሓትዎ ትኽእሉ ኢኹም ሕጂ ካን ዩ ኤክስፕሌን ሃው ዲፕሲክ ወርክስ ኢለ ፅሒፈሉ ኣለኹ ፕሊስ ትራንስሌት ኢን ትግርኛ ኸኣ ኢለዮ ኣለኹ ማለት እዩ ሕጂ እቲ ዘሐጉሰካ ነገር እዚ ኤኣይ እዚ ኣዝዩ ብሉፅ ዝኾነ ናይ ትግርኛ ትራንስሌሽን ዋላ ናይ ኣምሓርኛ ይኹን ናይ ካልኦት ቋንቋታት እውን ዝተፈላለየ ቋንቋታት የእትዮምሉ ስለ ዘለዉ ብፍላይ ንዓና ትግርኛ ስለ ዘገድሰና ዘሎ ብዚ ሕጂ ሰዓት እዚ ናይ ትግርኛ ከዓ ክትርእይዎ ኢኹም ማለት እዩ ሕጂ ኣብዚ ይሓስብ ኣሎ ነቲ ዲፕሲክሲ ከመይ ገይሩ እዩ ዝሰርሕ ኢለ ሕቶ ሓቲተ ዘለኹ ኣብዚ ቲንኪንግ ኢሉ ዝተፈላለዩ ዌብሳይታት ድዩ ዌብ ፔጅስ መኣሪሩ ኣምፅኡ ኣብ መስርሑ ከዓ መልሲ ክበኒ እዩ ማለት እዩ ሕጂ ብትግርኛ ከዓ ትራንስሌት ግበረለ ኢለዮ ስለ ዘለኹ ብትግርኛ ትራንስሌት ገይሩ ኩሉ ከርእየኒ እዩ ሕጂ ኦኬ ኣብዚ ከምትዕዘቦ ዘለኹም ሕጂ ትርጉም ናይ ዲፕሲክ ከመይ ገይሩ ይሰርሕ እታ ዝሓተትክዎ ሕቶ ማለት እዩ ኩላ ብትርጉም ትራንስሌሽን ከዓ ስለ ዝሓተትክዎ ብትግርኛ ገይሩ መልሲ ይህበኒ ኣሎ ማለት እዩ ዋላ ክተንብቦ ከለኹም እውን ብጣዕሚ እዩ ዘገርመካ ማለት እዩ ልክዕ ምስ ትሪእዎ ዘለኹም ዳርጋ ሴክሽን ባይ ሴክሽን ገይሩ እዩ ዝገልጾ ዘሎ ናይቲ ሞዴል ኣርኪቴክቸር ይዛረብ ኣሎ እንታይ ዓይነት ለርኒንግ ወይ ናይ ማሽን ለርኒንግ ከም ዝጥቀም ሪፎርስመንት ለርኒንግ ከም ዝጥቀም የርእየና ኣሎ ኣብዚ ኮስት ኤክሽንሲ ዝብል ሓበሬታ ኣሎ ኩሉ ብትግርኛ ስለ ዝኣዘዝክዎ ማለት እዩ ትርጉም ኣብዚ ኩሉ ተርጉሙ እዩ ዘርእየኒ ዘሎ ማለት እዩ ገለ ገለ ቃላት ኮ ናብ ብፍላይ እዚ ሕጂ ናይ ቴክኒካል ወርድ ስለ ዝኾነ ናይ ቴክኖሎጂ ስለ ዝኾነ ዳይሬክት ዝኾነ ቃል ክትረኽበሉ ብትግርኛ ኣጸጋሚ እዩ ማለት እዩ እዚ ከም ዝትሪእዎ ዘለኹም ገለገሊኡ ኣብኡ ከሎ እዩ ዝትርጉሞ ዘሎ ማለት እዩ ንኣብነት እዛ ሃርድዌር ዩቲላይዜሽን ዝብላ ዘሎስ ሓይሊ ሓፂን ኢልዋ ኣሎ ማለት እዩ እንጂ ዳይሬክት ዝኾነ ትርጉም ስለ ትስእነሉ ማለት እዩ ሕጂ ማጠቃለል ኢለዎ ዘሎ ኮንክሉዥን ማለት እዩ እዚ ሕጂ ዳይሬክት ትርጉም ኣለዎ ትራንስሌሽን ስለዚ ከም ዝትዕዘብዎ ዘለኹም ኣብ ትግርኛ እውን ኣዝዩ በቃ ብጣዕሚ ዘሐጉሰካ ኤኣይ እዩ ማለት እዩ ኣነ ቻጂፒቲ ፈቲነ ነይረ እንዴ ብጣዕሚ ዝሃፅፅ ቻጂፒቲ እዚ ግን ዳርጋ ኣኪሬ ዝኾነ መልሲ እዩ ዝበካ እዚ ኸዓ ካልኣይ ሕቶ ዝሓተትኮ እዩ ብዛዕባ ቢንያም ግርማይ ሓበሬታ ሃበኒ ኢለ ምስ ጸሓፍኩሉ ዳርጋ ናይ ቢንያም ግርማይ ሓበሬታ ከዓ ከም ዘለዎ ኮፍ ኣቢሉ ነጊርኒ ኣሎ ማለት እዩ ብዛዕባ ድሕረ ባይቱ ብዛዕባ ዓወታቱ ብዛዕባ ዝተፃወተለን ጋንታታትን ዝጥቀስ ዓወታቱን ኣብ ናይ ኣፍሪቃ ብሽክለታ ዝፈጠሮ ጽልዋ ከምኡውን ብዓለም ደረጃ ተፈላጥነቱ ንዝምልከት ሓበሬታ ኩሉ ኣብዚ ዘርዚሩ ነጊርኒ ኣሎ ማለት እዩ ዳርጋ ሕጂ ናይ ቀረባ ተዘክሮም ስለ ዝኾነ ብዛዕባ ናይ ቢንያም ግርማይ ምስ ኣንበብክዎ እውን ዳርጋ ኣኪሬት ዝኾነ መልሲ ማለት ተቐራራቢ ስትንፈልጦ ተቐራራቢ መልሲ እዩ ዝበካ ንኣብነት ኣብ ከም በዓል ቻት ጂፒቲ እንድሕር ደኣ ከድካ ግን ኣብቲ ብነፃ ክትጥቀመሉ ከለኻን ከፊልካ ክትጥቀመሉ ከለኻን በበይኑ ሓበሬታ እዩ ዝህበካ ማለት እዩ እዚ እውን ምስ ግዜ ክረአ እዩ ግን ደሓን እዩ ክንጥቀመሉ ንኽእል ኢና ማለት እዩ ሕጂ በዚ ኣጋጣሚ እዚ ከምዚ እናገበርኩም ክትጥቀምሉ ክትክእሉ እየ ዝላቦ ኮፒ ጌርኩም ከዓ ክትወስድዎ ትኽእሉ ኢኹም ማለት እዩ ስለዚ እዚኣ ናይ ሎም መዓልቲ ሓፃር መደብ ኣዳልየልኩም ዝነበርኩ እያ ኣብ ቀፃሊ ከዓኒ ብዛዕባ እቲ ካልእ ዘለዎ ፊቸርስ ናይዚ ኤኣይ ሓቢርና ክንርኢ ኢና ማለት እዩ እቶም ሳብስክራይብ ዝገበርኩም እናመስገና ነቶም ሳብስክራይብ ዘይገበርኩም ከዓ ሳብስክራይብ ጌርኩም እታ ናይ ደወል ምልክት ብምስቃጥ ሰዓብትን ተኸታተልትን መደባትና ክትኮኑ ብኽብሪ ይዕድመኩም የቐንየለይ